ሰላም ክሪቲካል ቲንኪንግ ትግርኛ እንታይ ይበሃል? ዝተመመየ ፅፉፍ ረጊእካ ሰሚዕካ ኣዋህሊልካ ትበፅሓሉ ሓሳባት እሱ ክሪቲካል ይበሃል። ካልኣይ ከዓ ሓንቲ ፍልይ ዝበለት ዓባይ ሰበይቲ ነይራ ቤተሰብ ብጣዕሚ ሓያል እያ ነይራ ዝተፍራ ሰብ ኣይነበረን ኣብቲ ገዛኣ እሞ ተለኣካ ግለ እንድሕር ከድካ ስነ ስርዓት ጌርካ ስነ ስርዓት ጌርካ ትወፅእ ተተጋገየ ዝጠፋእኩ እየ ዝብል ነይረ ብዛዕባ እውን ክዕለኩም እዩ እሞ በዛ ብርትዕቲ ስብል ዝበልኩም በኣ ክንጅምር። እዛ ሰበይቲ እዚኣ ሓንቲ ትፈትዋ ክዳን ነራታ፣ ስለዚ ውራይ ገለ ክርከብ ከሎ ክልተ ሰለስተ ግዜ ዝኸውን ንዓኣ ተኸዲና መፅያ ሕጂ እተን ኣንስቲ ከዓ ንንሕሕደን እተሓማመያ እንድየን እዚኣስ ብዘይካ ዝስ ካልእ ቅያር የብላን እንድያ ገለ ኢለን ክሓምያኣ ሰሚዓ ግልፅ ኢላላታ ዋይ ኣነ ደኣኒ ሰብኣየ ሓደ ክዳነይ ሓደ ኢላተን ኩሉ ግዜ ዓሻ መልስሎ ዓሻ ጽርፍሎ ፈጺሙ ዘይስሕበካ ዘፍንፍነካ ወይ ተምላስ ዘምጻልካ ጽርፍታት ኣሎ ገሊኡ ንኣብነት ክኾነኩም ሓደስ እንታይ ኢሉ ጽሒፍሎ ይመስለኩም ሻዕብያ ይሕሹ ብዓሰርተ ኢድ ካባኹም ብጀካ ዘረባን ኢንተርቪው ምግባርን ካልእ ሳክት ኢኹም ሓደ ነገር ከተወዳድር ኮለኻስ እቲ ክልተ ዝወዳደር ክኸውን ኣለዎ። ንኣብነት እዛ ዕንጨቲ ካብዚ ሰማይ ጽብቕ ክትብል ኣይትኽእልን ኢኻ። ወይ ድማ እዛ ተሌፎን ካብዚ ጣውላ ጽብቕ ክትብል ኣይትኽእልን ኢኻ። ምክንያቱ ዝወዳደር ኣይኮነን ክልቲኡ ተመሳሳሊ ኣይኮነን። እሞ ሕጅስ ኢንተርቪው ትገብሩ ሻዕብያ ካባኹም ትሐይሽ ይብለና ኣሎ። ኣብ ምንታይ እያ ትሓይሽ? ንስኹም እንዲ ዝብል ዘሎ መን ምዃንና ኣይፈልጥን። ግን ኣነ እታ ናተይ እታ ክፋለይ ክወስድ ስለ ዝኾንኩ እታ ክፋለይ ክምልሰሉ ኣነ ይሓስብ ይጽሕፍ እቲ ኣድላዪ ኮይኑ ወይ ቁም ነገር ኮይኑ ተሰምዓኒ ዘረባ ይዛረብ ትንተና እንተሎ ከዓኒ ይትንትን ብዓቕመይ እዚኣ ስርሐይ ካብኡ ወፅኤ መንግስቲ ካይደ ኣለኹን ሃገር ሒዘ ኣለኹን ሓላፍነት ናይ ሃገር የብለይን ሻዕብያ ኹም እያ ትገብር ዘላ ሕጅስ በየናይ መጠን ኢኻ ንዓይ ምስ ህግደፍ ከተወዳድረኒ እዚ ፈጺሙ ዘይቃዶ ፈጺሙ ዘይተሓስበሉ እዩ እሞ እዚ እንታይ ንምባል እቲ ክሪቲካል ቲንኪን ዝብል ዘለኹስ መጀመርያ ሓሳብ ክወርድ ከሎ ሰሚዕካ ከዓ ግብረ መልሲ ክትገብረሉ እንድሕር ደሊኻ ስለምንታይ ትቃወሞ ኣለኻ ስለምንታይ ትቕበሎ ኣለኻ እዚ ባዕልኻ ከተፅርዮ ዘለካ ነገር እዩ እዚ ክሪቲካል ቲንኪን ኣብኡ ይመፅእ እንድሕሪ ኣሕሪቑካ እንታይ መልሲ ክትገብር ኣለካ? ስለ ዝሓረቕኩስ ሰብ ከዋርድ ኣለኒ ወይ ሰብ ክጻረፍ ኣለኒ? እታ መልሲ ናትካ እንታይ ፍረ ኢኻ ትጽበየላ ዘለኻ? ከምኡ ስለ ዝበልካዮ እቲ ሰብ ዋ ሻዕብያ ከዋናሕሽ እሞ ኢድና ክንሪኦ ኣብ ሻዕብያ ከምኡ ክብል ድኻ ትጽበዮ ዘለኻ ወይ ድማ ክንዲ ሻዕብያ እንተዘይኮናስ ኣፍና ክንሕዝ ከምኡ ድኻ ትጽበ ዘለኻ እዚ ክሪቲካል ቲንኪን ኣተሓሳስባ እንተትሕውስሉ ጽቡቕ ነይሩ እዞም ከምኡ ጽሕፉ ሰብ ገሊኦም ከ ኣለዉ ሱቕ በል ስለምንታይ ሱቕ ዝብል ሓይሊ ኣለካ ድዩ ሱቕ ከተብለኒ ወይ ድማ ቅኑዕ ድዩ ንሓደ ሰብሲ ኣይትዛረብ ኢልካ ክትእዝዞ ንስኻ ከይ መን ኮንካ እኻ ንሰብ ስቕ በል ስቕ ኣይትበል ክትብሎ እዚ ከምዚ ዝብል ሰብ ከይሓሰበ ስቕ ኢሉ ቁጭቕ ኣቢሉ መልሲ ዝምልስ ንሱ እቲ ኣብ ዲስኩር ወይ ጽቡቕ ልዝብ ከትበጽሕ ኣብ ዘይኽእል ደረጃታት ዘብጽሓና እዚ ከምኡ ዓይነት ጠባያት እዩ ስለዚስ ሓደ ሰብ ክሪቲካል ቲንኪን ዘይጥቀም እንድሕር ኮይኑ ኣብዚ ኢንተሌክቹዋል ኣብስትራክት ዝኾነ ነገር ዘይድህሰስ ነገራት ኣብኡ ክዛረብ ኣይክእልን እዩ። ምኽንያቱ ኣብስትራክት ኾይኑ ሓሳብ እዩ። ሓደ ሰብ ናቱ ሓሳብ የቕርብ። እዚ መምዘኒ የብሉን። ንኣብነት ሕጂ እዚኣ ፍርቂ ኪሎ እያ እንድሕር ኢለ ሓደ ሰብ ከዓ ኖ ክልተ ሚእትን ሓምሳን ግራም እያ እንድሕር ኢሉ ክንዕረቕ ንኽእል ኢና። ኣብ ሓደ ሚዛን ከድና ምዝናዶ ሽዑ ወይ ኣነ ጌጋ ኸውን ወይ ንሱ ጌጋ ኸውን። ካብ ውፅእ ኢልና ግን እዛ ህንፃስ ፅብቕቲ እያ እንድሕር ኢለ ኣነ ከዓ ኣይ ክትከፍእ ገለ እያ እንድሕር ኢሉ መዚንካ ድኻ ክትዕረቐላ ይትዕረቐላ ንኸሱ ተሓሳቡ ኣይፈተዋን ኣነ ፈትየያ ተወዲኣ መዕቀኒ ዘለዎ ኣብኡ ክትፈላለ ትኽእል ኢኻ እንተዘይኮነ ግን ሓሳብ እንተኮይኑ ብሕልፊ እዚ ኢንተሌክቹዋል ሓሳብ ካብ ሓንጎል ናይ ወዲ ሰብ ዝወፅእ ሓሳብ ፈፂምካ እዚ እዩ እዚ ኮነ ክትብሎ ትኽእል ኢኻ ከም እምነት ክትቅበሎ ትኽእል ኢኻ ድሕር ከምኡ ተቐቢልካ ግን ንኻልእ ሰብ ከኣ ከምቲ ኣነ ዝተቐበልኳ ተቐበል ኣይበሃልን እዩ እዛ መጽሓፍ እዚኣ ቅድሚ ሕጂ ልዕያ ኣየልዓልክዋን ኣይዝክረንን ግን ዘልዓልክዋ ኮይኑ ይስምዓኒ ኤድዋርድ ደቦኖ ዝበሃል ብዙሕ መጻሕፍቲ ከምዚ ዝጸሓፈ እዩ እዚ ከዓ እንታይ እዩ ናይ ምሕደራን ናይ ኣተሓሳስባን ሓሲቡ ብዛዕባ ጉዳያት ኣብ መጻሕፍትን ኣብ ዲስኩርን ኣብ ገለን ገይሩ ዘቕርብ ሰብ እዩ እሞ እታ መጽሓፍ ከየንበብካዮ ከለኻስ በታ ርእስቲ ጥራሕ ክርድኣካ ክእል ኣይ ኣም ራይት ዩ ኣር ሮንግ ኣነ ቅኑዕ ኣለኹ ንስኻ ጌጋ ኣለኻ መበገሲትካ ኣነ ቅኑዕ ኣለኹ ንስኻ ጌጋ ኣለኻ እንድሕር ኮይኑስ ከመይ ጌርካ ኣብ ሓደ ስምምዕ ክትበፅሕ ትኽእል ኣይከኣልን እዩ ምክንያቱ ተዓሚትካ ብጣዕሚ ዶግማቲክ ክቕየር ዘይክእል ሓሳብ ንቑፅ ሓሳብ ሒዝካ መፂእካ ከምዚኣን ከምዚኣን ከምዚኣን ያልካ ክትካታዕ ኮለኻ ክትሰምዕ ትደሊ ኣለኻ እንታይ ደኣ እቲ ናትካ ዕግበት ኣብ ካልእ ሰብ ከተልግቦ ትደሊ ስለ ዘለኻ ፈፂምካ ተስፋ የለን ኣብ ከምኡ ዓይነት ስምዑ ክትበፅሕ ብዝኾነ ሰብ ክትዛረብ ከለኻ ፐርስፔክቲቭ ኣሎ ኣረኣእያ ንኣብነት ሓደ ሰብ ኣብ ስእሊ ሪኢኹም ፐርስፔክቲቭ ኣሎ እዞም ካሜራታት ገለ ብለ ጥቀሙ ፈትንዎ እቶም ትፈልጦ ትፈልጥዎ ኢኹም ካሜራ ሒዝካ ብታሕቲ ከምዚ ኢልካ ድሕሪ ስኢልካዮ ሓደ ሰብ ብርኽን ድገለ ዝኾን እታ ርእሱ ከዓ ንእሽተይ ትኾን ምክንያቱ እቲ ፐርስፔክቲቭ ናትካ ብታሕቲ ስለ ዝኾነ ብላዕሊ ድሕሪ ስኢልካዮ ከዓ እቲ ርእሱ ክንዲ ገለ ኾን ተናዕጋሩ ከዓ ንኣሽቱ ይኾና ፐርስፔክቲቭ ኣብ ጆሜትሪ ገለመለ መሰሪ ቤዚስ እዩ ሕጂ ኣረኣእያና ከኣ ሓደ ጉዳያት ከምኡ እዩ ሓደ ግዜስ እንታይ ይበሃል ሓደ ቆልዓስ ዓይኑ ነቂሩ እንዳበኸይ ንገዝኡ ተመሊሱ ባብኡ ሕጂ ምስ ረኣዮ ክዓቢ ደልዩ መን እዩ ኣበሎ ዝክካትብለለና ዶ ገለመለ ኢሉ ተሃንዲዱ ከይዱ ኣብኡ ምስ በጽሐ እቲ ወቒዑ ዝበሃል ዘሎ ሰብ ክልተ ዓይኑ ፈሲሱ ጸኒሕዎ። ሕጂ በቲ ሓንቲ ዓይኑ ዝበኪ ዝነበረ ሰብኣይ ክልተ ዓይኑ ይጥፍእ ትወዱ። ስለዚ ከምኡታት ኣሎ ኩሉ ግዜ እዚ ፐርስፔክቲቭ እዩ ሕጂ ናይቲ ኣቦ ኣረኣእያን እቲ ሓቅነትን ካልእ ነገር እዩ ግን እቲ ኣቦ ከም ወላዲ ወዱ ዓይኑ ነቒሉ ክመጽእ ከሎ ኣብኣ ጥራሕ እዩ ዝሓስብ ካልእ ኣይሓስብን እዩ እዚ እዩ ከኣ እቲ ሽግር ኮይኑና ዘሎ። ነፍሲ ወከፍ ብናቱ ብናይ ብሕቲ ኣረኣእይኡ በታ ናቱ ፐርስፔክቲቭ ኣነ ከምዚ እያ ዝርኢ ዘለኹ ስለዚ ከምዚ ክትከውን ኣለዋ ኢሉ ንቕፅ ክብል ከሎ እቲ ካልእ ሰብ ከም ዝተጎድአ ኣይስምዖን እዩ እንታይ ከም ዝሓስብ ዘለውን ኣይሰምዖን እዩ ወረ ክርድኦ እውን ኣይፍትንን ኣብ ገሊኡ ክርድኦ ጥራሕ ዘይኮነ ከማን ኣፍካሓ ዛይትዛረብ ኣይትንገረኒ ክሰማዕ ኣይደልን እዩ ኣይትስማዕ ግን ኣብታ ገዛኻ ተዓፅኻ ንበይንኻ እንተኾይኑ ፅቡቕ ግን ኣብ ሃገር ክኸውን ከሎ እታ ሃገር ንበይንኻ ኣይትውንና ኣነ ንበይና ኣይወንናን ዝመስለኒ ክዛረብ እየ ዝመስለካ ትዛረብ እንተ ክኢልካ ተሓሳብካ እንታይ ምዃኑ ንፁር ኣውርዶ በዝን በዝን በዝን በዝን ስለ ዝኾነ ይድግፎ ኣለኹ ነዚ ስርዓት በል ሽዑ ወይ ተዕግበኒ ወይ ዕግበካ እንተዘይኮነ ከምዚኣ እታ ናተይ ተቐበላ በፍንጫኻ በፍንጫኻ በፍንጫኻ ዝበሃል የሎን ኣብ ካልእ ቋንቋ ረቕም ኣንፈክ ነው ኣሉ ብዓረብ ረቕም ኣንፈክ ይብሉ ዓረብ ከማን ከምዚ ከማን ኣለዉ ግን ኣብቲ ካልእ ባህሊ በፍንጫኻ ዝበሃል እቲ ኤክስፕሬሽን ንገዛእ ርእሱ የሎን ገሊኡ ኣሎ ብተመክሮ ኮይኑ ገለ ኮይኑ ሓንጎልካ ዝስረፅ ነገር ኣሎ ክሳብ ትእረመሉ ከኣ ንሱ እዩ እቲ ሓቂ ኮይኑ ዝስምዓካ። ካልእ ዛንታ ክነግረኩም፣ ቆልዓ ከለኹ ሓደ ሰብኣይ ነይሩ፣ ሕጂ ሽሙ ይዝክሮን፣ ግን ኣጋር እዩ ነይሩ። እዞም ነጋዶ ኣብቲ ከተማ ወጺኦም ደገ ነቶም ሃገረሰብ ቀበልዎም፣ ኣቑሑት ገዚኦም ከተማ ኣትዮም ዝሸጡ፣ ከምኡ እዩ ስርሖም፣ ኣጋር ኢና ንብሎም ነይርና፣ ብእግሪ ዝኸዱ ማለት እዩ። እሞ እዚ ዝብለኩም ዘለኹ ሰብኣይሲ ኣልቢኖ እዩ ነይሩ፣ ኣልቢኖ ከምዚ ስእሊ ትርእይዎ ዘለኹም። ኣነ ሕጂ ፈርህ ነይረ ክርእዮ ከለኹ ቆልዓ ነይረ እሞ ሰብኣይ ኣልቢኖ እዩ ነይሩ ሕጂ ካብ ገዝኡ ንሹቕ ክወርድ ከሎ ወይ ንገዝኡ ክምለስ ከሎስ በቲ ኣፍ ደገ ገዛና ስለ ዝሓልፍ ኩሉ ግዜ ርእዮ ነይረ የፍርሃኒ ነይረ ከም ቆልዓ ምክንያቱ ፍልይ ዝበለ ስለ ዝኾነት መልክዑ ድሓር ቁርብ ካብቲ ዝዝከረኒ ካበይ ከም ዘምፃእኩዋ ፈፂመ ሕጂ ኣይዝክርን እየ ግን ሓንቲ ዕግበት ገይረ ኣብ ሓንጎለይ ቆልዓ ኮለኻ ምሽ ትሓትት ኢኻ ኣምላኽ እንታይ ይመስል ረቢ እንታይ ይመስል ገለ ኣበይ ይቕመጥ እንታይ ይሰርሕ ገለ መለ ክንደይ ቁመቱ ገለ ኢልካ ትሓትት ኢኻ ናይ ክሪዮሲቲ እቲ መግለፂ ናይ ኣምላኽ ክትህስሶ ዘይትኽእል ነገር ምዃኑ እንዳዓበኻ እዩ ዝርዳእካ ሕጂ ከመይ ኢላ ከም ዝመፅኣትኒ ይፈልጥን ከም ዝብለኩም ዘለኹ እዚ ኣምላኽ እዩ ዝብል ዕግበት ገይረ ሓንጎለይ ሕጂ ክሓልም ከሎ ረቢ መፅኡ ረቢ ሓሊፉ ብል ነይረ ድሓር ቆልብዕብ እንዳበልኩ ከሳቀኒ ጀሚሩ ክሳብ ሕጂ ግን ይዝክሮት ሰብኣይ ኣሎ የሎን ኣይፈለጠን ኣላ ይዝክሮ ብልኸየር ኣብቲ ግዜ እቲ እዚ ኣምላኽ እንዳበልኩ ኣነ ኣምላኽ ኣይኮነን ዝብለኒ ሰብ ፅሉል እዩ እየ ዝብል ምክንያቱ ኣነ ዓጊበ እዚ ኣምላኽ ኢለ ኣለኹ ከመይ ኢላ ከም ዝመፀትኒ ግን ኣይፈልጥን እዩ ምናልባት ስእሊ ኣምላኽ ገለ ዝብል ናይ የሱስ ክርስቶስ ናይ ገለ መለ ርኢ ይኸውን ኣይዶኖ ግን ተቐሪፃ ኣብ ሓንጎል እዩ ሓንጎል ከዓ ከምኡ ዘይሓስብ ተኮይኑ ልክዕ ከምዚ ድሮን ሕጂ ድሮን ክወስደኩም ድሮን እዚ ናይ ውግእ ድሮን ዘይኮነስ እዚ ተባዕታይ ንህቢ ምሻሎ ማዕሪ ዘይገብር ሓካይ እዩ ዝባሃል እሱ ኣይሰርሕን እዩ ብዙሕ ሕጂ እቲ ሓንጎልና እንተደየ ስራሕናዮ እንተዘይ ሓሰብናሉ ድሮን ኢና ንኸውን ኣብ ዝለኣኹኻ ትኸይድ ነታ ዝለኣኹኻ ጌርካ ትምለስ ግን ናትካ ሓሳብ የብልካን ናይ ካልእ ሰብ ሓሳብካ ተተግብር ዘለኻ ወላ በዚ ናይ ውግእ ተሪእናዮ እውን ከምኡ እዩ እቲ ሰብ ብናቱ ዕግበት ዘይኮነስ ብናይ ካልእ ዕግበት ዕግበታት ከጥሪ ከሎ እዚ ድሮን ቲንኪን ይበሃል ወይ ግሮብ ቲንኪን ከማን ሓደ ካብኡ እዩ ግን ድሮን ቲንኪን ትበልፅ ንለዉ እዛ ድሮን ቲንኪን ንበል ሓደ ሰብ እንድሕሪ ናቱ ተሓሳስባ ዘይብሉ ናይ ካልእ ኣተሓሳስባ ተሰኪሙ መፅኡ ስእሉ ውድቅ ኣቢልካ ዝኸይድ ኮይኑ ድሮን እዩ ዝበሃል እዚ ከዓ እቲ መሰረታዊ ቅድሚዚ ናይ ብረት ገለመለ ካብ ሽሕን ሓሙሽተ ሚእትን ሰላሳን ኣቢሉ እዛ ቃል እዚኣ ፍልጥቲ ነራ ድሮን ይበሃል እዚ ድሮን ናይ ውግእ ኣብቲ ካልኣይ ውግእ ዓለም ኣብኡታት ከም ሓሳብ ነይሩ ገይሮሞ ነይሮም ኣይነበሩን ኣይፈልጥን፣ ግን ካብ ሽዑታት እያ እታ ቃል ዘላ። ሓደ ካብዚ ክሪቲካል ጽፉፍ ኣተሓሳስባ ዝኽልክለካ እንታይ እዩ? ካብ ቁልዓኻ ኮለኻ እትሰምዖን ትርእዮን ትዕዘቦን ዝነበርካ ነገር ንሱ እዩ እቲ ሓቂ ናትካ። ዓለም ናትካ ንሳ እያ። ካብዚ ወጻኢ ዝሓስብ ሰብ ጥዑይ ኣይኮነን እዩ ዝመስለካ ክሳብ ዳሕራይ ሓንጎልካ ተስፍሕ ገሊኡ ኣሎ ዶ የስፍሕ ግን እንድሕር ሓንጎልካ ኣስፊሕካ ተመራሚርካ ፍልስፍና ከም ጸርፊ ጌራ ትወሰድ ዳኣ እምበር እንድሕሪ ተፈላሲፍካ ሽዑ ክትርኢ ትኽእል ኢኻ ምናልባት ኣነ ዘለኹዋስ መገዲ ጌጋ እያ ትኸውን እዛ ዝብላ ዘሎ ቅንዕቲ እያ ትኾነ ኢልካ ከተወዳድር ትኽእል ኢኻ ግን መብዛሕትኡ ግዜ ኣነነት ስለ ዘሎስ ካብታ ናትካ ሓሳብ ክትወርድ ኣይትኽእልን ኢኻ ጽገም እያ ከባድ እያ ምስ ለመድካዮ ግን ብጣዕሚ ሰላም ትበካ መንፈስካ ቅስን እዩ እንተዘይኮነ ወላ ጌጋ ሓበሬታ ሒዝካ ኮለኻስ ካብኣ ክትቅይር ወይ ክትእርም ኣይትፍትንን ኢኻ ብጣዕሚ ከቢድ እዩ ነቲ ዝነበረካ ሓሳባት ክትልውጥ እንታይ እዚ ከመይ ክፍታሕ ይኽእል መስለኩም ምስ ካልእ ሰብ ኮፍ ኣብ ትብለሉ ግዜ ሕቶታት ምሕታት ንምንታይ እዚኣ ከምዚኣ ኮይና ግን ክትስዕር ደሊኻ ወይ ከተሕምቆ ወይ ተስፋ ከተቑርፆ ወይ ሞራሉ ከተውድቆ ወይ ኣፉ ክተሕትሞ ኢልካ ዘይኮነ እቲ ሕቶታት ክትርዳእ ምእንቲ ስለምንታይ እዚኣ ከምዚኣ ኮይና ስለምንታይ እዚኣ ከምዚኣ ኢልካ እንታይ መረጋገጺ ኣለዋ ኢልካ ትሓትት ግን ቅሩብነት ክህልወካ ኣለዎ ዘዕግብ መልሲ ምስ ዝበካ ሓሲብካ ሓሳብካ ክትቅይር ከኣኒ ቅሩብነት ክህልወካ ኣለዎ እዚ ኣብ ሓደ ምዕቡል ልዝብ ከብጽሓካ ይኽእል እታ ኸልእቲ ከምዛ ድሮን ቲንኪን ዝበልኩኹም እዛ ግሩፕ ቲንኪን እያ። ግሩፕ ድማ ናይ ጉጅለ ኣተሓሳስባ፣ ናይ ዕስለ ኣተሓሳስባ እዩ። ኣብቲ መንጎ ዕስለ ክትከውን ከለኻ ሓይሊ ዝስምዓካ። በይንኻ እንድሕር ኾንካ ዘይብልካ ሓይሊ፣ ምስ ግሩፕ ክትከውን ከለኻ ካልእ ሓይሊ ዝስምዓካ። ከምዚ ኤኮ ቻምበር፣ በዚ እንተወቓዕካዮ ዘረባ መቓልሕ የውጽእ፣ በዚ እንተኸደ ከኣ ካልእ መቓልሕ እዩ ዝመጽእ። ምስ ከማኻ ዓይነት ሰባት፣ ምስ ናትካ ባህርያት ዘለዎም ወይ ናትካ ድሕረ ባይታ ባክግራውንድ ኮይኑ መጻጽኻ ኮይኑ ባህልኻ ኮይኑ ገለ ኮይኑ ምስኣቶም ጥራሕ ክትራኸብ ከለኻ ካልእ ዘሎ ይመስለካን እዩ ምክንያቱ ብኡ ጌርካ እኻ ትመዝኖ ኩሉ እቲ ናይ ዓለም ነገር ግሩፕ ቲንክ የሐይለካ እዩ ካብ ወፃኢ ዘሎ ገላልፃ ኣይመስለካን እዩ እዚ ሓደገኛ እዩ እዚ ፖለቲካዊ ምንቕቓሕ ገለ ዝበሃል ብሬን ዋሽ እዩ ቤዚካሊ ሓደ ዓይነት ኣተሓሳስባ ሒዝካ ኢኻ ትወፅእ ናይ ሰለስተ ወርሒ ናይ ኣርባዕተ ወርሒ ትምህርቲ ትወስድ እዚ ከምዚ እዚ ከምዚ እዚ ከምዚ ዘይትፈልጦ ነገር ስለ ዝኾነ ከዓ ንሱ ኢኻ ትቕበል ካልእ ነይርካ እንተዝኾን ምስኡ ከተወዳድሮ ትኽእል ግን መብዛሕቲ ግዜ እቲ ኣብ ፖለቲካል ትምህርቲ ዝኣቱ ዘይፈልጦ ዝነበረ ነገር ይዝላለ ኣብኡ ሽዑ እታ መጀመርያ ግዜ ዝሰማዕካ ነገር ንሳ ኣታ ክስተካ ትኾን ኣብዚ ግዜ ቃልሲ ትዝክሩ እንዲኹም ዴሞክራሲ ገነበለ ዴሞክራሲ ሙሉ ህይወት ሰሚዕዎ ዘይፈልጥ ሰብሲ ዴሞክራሲ ማለት ማዕርነት ማለት እዩ ገለ ማለት እዩ ኢልካ ክንደይ ሽግር ኣምፅኡ ኣብ ቤተሰብ ኣብ ሓዳር ኣብ ገለ ክንደይ ሽግር ኣምፅኡ ካልኣይ ከዓ ዝፅግዕነት መሽ ኣለዎ ኣብቲ ባህልኻ ወይ ኣብቲ ቋንቋኻ ወይ ኣብቲ ሃገርካ ወይ ኣብቲ ገለ ዝጠምረካ ነገር ዘሎ ብኡ ስለተዓቢ ካልእ ኣይስምዓካን እዩ ንኣብነት ሓደ ፀገም ሃገርካ ክመፅእ ከሎ ለትሰ ዓፀቦ ጥሜት ፅምኢ ድርቂ ይመፅእ ኣብ ዓድኻ ክመጽእ ከሎስ ካብቲ ናይ ካልእ ዝኸበደ ኮይኑ ይረኣየካ፣ ከምኡ ኮይኑ ይስምዓካ። እንታይ ገዲሽኒ ኣነ ናይ ናቶም ኣይኮነን፣ ካብ ናትና ገድድ ገለመለ ትብል ሕጂ ኣብዚ ናይ ኤርትራውን ሕጂ እንተሕሪኹም መብዛሕትና እንታይ ኢና ንብል ተቓሊስና ሰላሳ ዓመት ከማና ዝተቓለሰ ሰብ የሎን ገለመለ ብዙሕ ኣሎ ከማና ዝተቓለሰ እዚ እቲ ጌጋ ኣተሓሳስባ እዩ ኦፕን ዘይምዃን ንቕፅ ትብል ከማና ዝተቓለሰ የሎን ኦኬ ስለምንታይ ከማና ዝተቓለሰ የሎን ክንደይ ቃልሲ ትፈልጥ ክንደይ ቃልሲ ፅኒዕካ ከምዚ ናትና ድዩ ከምዚ ናትና ኣይኮነን ከመይ ጌርካ ትፈልጥ ንኣብነት ሓደ ሰብ ከምኡ ኢሉ ንሓንሳብሲ ህዝቢ ኣልጀርያ ከማን ኣይተቓለሰን ህዝቢ ሊብያ ከማን ኣይተቓለሰን ታሪክ ናይ ካልእ ኣህዛብን ካልእ ቃልስታትን እንድሕር እንቢብካ ቁርብ ሃምብል ትኸውን ኢኻ ትሕትና የምህረካ እዩ ከምቲ ንስኻ ዝተቓለስካዮ ካልኦት ሰባት ዝተቓለሱ ኣለዉ ንስኻ ጥራሕ ኣይኮንካ ነፃነት ትደሊ ካብ ዓለም ትፍጠር ኩሉ ሰብ ነፃነት ስለ ዝደሊ በባዕኡ ተቓሊሱ እዩ

ኣቦ ገዛ እንድሕር ከበሮ ዲምዲም እንዳበለ ገዛ እንድሕር ኣትዩ ኩላ እታ ቆልዕት ኣብኡ ዘላ እሽምሽም እያ ትብል ዕላው ኣቦ ገዛ ድዩ ከመይ ኢሉ ኣቦ ገዛ ኮይኑ ገለ ብዘየገድስ ኣቦ ገዛ ዝበሃል እታ ገዛ ዝመርሓ ሰብ ንሱ እዩ ንሱ ዝገብሮ ጠባያት ከዓ ናይ ግድነት እዩ ነቲ ካልእ ሰብ ክፀልዎ ንሕና ንኣብነት ከም ህዝቢ ነውሪ ዝበሃል ኣሎ ፀርፊ ብስነ ስርዓት ዝዓበየ ሰብ እቲ ባህሊ ነይሩ ፅፉፍ ዘረባ ክትዛረብ ኣለካ ድፍረት ዘረባ ክትዛረብ የብልካን ትሑት ክትከውን ኣለካ ከምኡ ዝብል ኣቦ ገዛ ንብሎ ዘለና ወይ ታደ ገዛ ከማን ከምኡ እንድሕሪ ትገብር ኮይና እቲ ቆልዓ እንታይ ዓይነት ኩነታት ርእዩ ይዓቢ ይፀልዎ እዩ ከምቶም ኣብነተይ ኢሉ ዝወስዶም ሰባት ካብኣቶም ዝርእዮ ወስድ እዩ ስለዚ መራሒ ሃገር ክኸውን ከሎ ሓደ ሰብ ከኣ ፈቲና ጸሊእና ንጽሎ ኢና በቲ ባህርያቱ ንኣብነት ሕጂ ሓደ ሰብ ንድሕሪ ኣሕሪቑካ እንታይ ኢልካ ትጸርፎ ብሳላ ወልፌር ዝተረኽበ መነባብሮ እቲ መራሕ ሃገር ክብላ ከሎ እዛ ቃል እዚኣ ቅንዕቲ ኮይና ማለት እዩ ቀዲሶዋ በቃ ጥይቲ ቃል እያ ኩሉ ሰብ ክጥቀመላ ዝኽእል እዩ እዞም ጨነውቲ ክትብል ከለካ ኩሎም ዲኦም ጨነውቲ ሰለስተ ሚልዮን ኣርባዕተ ሚልዮን ዘለውስ ኩሎም ጨነውቲ እዮም እዚኦም ሰረቕቲ ክትብል ከለካ ኩሎም ዲኦም ሰረቕቲ እዚ ስቴሪዮታይፒንግ ካብኡ እዩ ዝመፅእ እቲ ከም ብሕትኻ ትዕቢት ክህልወካ ክእል ከም እኩብ ድምር ከዓኒ ትዕቢት ከተጥሪ ትኽእል ኢኻ እዚ ሓደገኛ እዩ ምክንያቱ እሱ ኣብ ፋሽዝም ኣብ ገለ ዝወስብ እዚ ከምዚ ዓይነት ባህርያት እዩ ምክንያቱ በዓል ሞሰሊኒ በዓል ሂትለር እዚኦም ሰብኩ ነይሮም ካባና ዝበልፅ የሎን ካባና ዝሓይሽ የሎን ሕጂ ካብ ዞባና ከምኡ ንርኢ ኣለና ብዙሓት ኣለዉ ከማና የለን ከማና ዝብርትዕ ሰብ የለን ከማና ሓላይ ሰብ የለን ንሕና ቁኑዓት ኢና ከምኡታት ንሪኦ ኣለና እዚ ከዓ ናይ ፋሽዝም ባህርያት እዩ ክሪቲካል ቲንኪን ተገይርካ ግን ከምዚ ዓይነት ኣተሓሳስባ ክትሓስብ ኣይትኽእልን ኢኻ እሞ እዚ ባህርያት እዚ ክተርፍ ተኮይኑ ካብ ምንቃፉን ካብ ምውቃሱን ካብ ምትንታኑ ንዓዲ ክንውዕል የብልናን። ኣብ ዝረኸብናዮ ኣጋጣሚ ብዛዕባ እዚ ጉዳይ ክንዛረብ ክንክእል ኣለና። ጌጋ ምዃኑ ክነረድእ ክንክእል ኣለና። ስለዚ እዚ ሻዕብያ ትሓይሽ ካባኻ ገለ ዝበለኒ መን ምዃንና ኣይፈልጥን፣ ኣነ እዚ'ዩ ስርሐይ። እቲ ነውሪ ዘሎ እንድሕሪ ቁልዐ ኣለካ ኣብ ዓይንኻ፣ ኣንታ ቁልዐ ኣለካ ተሓጸብ እየ ዝብለካ። እዚኣ ንምንታይ ዝበልካኒ እንተልካኒ፣ ኣዎ ባዕልኻ ትፈልጥ፣ ኣነስ እዚኣ ስርሐይ። ብረት ኣልዒለ እዋጋእ እየ ኣለኹን፣ እቲ ሃገረይ ክበላሾ ክሪኦ ከለኹ ስቕ ኢለ ይርኢ እኔ፣ እቲ ዘበላሽዎ ዘሎ ነገራት ኮይኑ ዝስምዓኒ ከኣኒ እዛረበሉ፣ እቲ ኣብ መፍትሒ ከብጽሓና ዝኽእል መገዲ ከኣኒ ከም ምኽሪ ኮይኑ ከም ማዕዳ ኮይኑ የቕርቦ፣ ህዝበይ ልዕል ክብል ኣለዎ፣ ክብ ክብል ኣለዎ፣ ሞራሉ ክለዓል ኣለዎ፣ ኣተሓሳስብኡ ከኣኒ እዚ ናይ ፋሽስቲክ ኣተሓሳስባ ከይበከሎ ከሎ ከኣኒ ክጥንቀቕ ኣለኒ፣ እዚ እየ ዘተባብዕ። ዘረባን ኢንተርቪው ምግባርን ጥራሕ ኢኹም ትፈልጡ። ሕጂ እቲ ግሩፕ ሲንኪንግ ካበይ እዩ ዝመፅእ ዘሎ መስለኩም? እታ ናቱ ኮምፎርት ዞን ዘላ እታ ምእምእቲ ነገር እታ ጥዒማቶ ዘላ ነገር ኣይ እዚኣ ከምዚኣን ከምዚኣ ልካ ኣበራ ክትነግሮ ከለካ እቲ ዘለዎ ሕልሚ ተበራብሮ ስለ ዘለካ ደስ ኣይብሎን እዩ። ብኡ እዩ ከዓኒ ከምዚ ኢሎም ዘንጸርጽሩ እንተሓሲቦም ግን እንታይ እዮም ዝብሉ ዘለዉ ኢንተርቪው ጥራሕ ክትገብሩ ካብ ምባልሲ እንታይ እዩ ነይሩ እቲ ኢንተርቪው ብዛዕባ ምንታይ እዩ ነይሩ እንተ ደኣ ጠቒሙካ ጸበቐ እንተዘይጠዓመካ ከዓኒ ትገጥፎ እንተዘይኮነ ዝኹሉ ቴሌቭዥናት ዝኹሉ ጆርናሊዝም ካብ ዝፈጠር ኣብ ዓለም ክንደይ ገይሩ ኣሎ መዓት ካብ ግዜ በዓል ሃሙረቢ እንከለዉ ኣብ ጭቃ ይፅሕፉ ነይሮም ሕጅስ እዚ ኩሉ ጌጋ እዩ ነይሩ ማለት ድዩ ክጽሕፉ ይነበሮምን ወይ ስለምንታይ እዮም ዝዛረቡ ቺቸሮ ትፈልጥዎ ሕጂ ንኣብነት ካምፖ ቺቸሮ ዝበሃል ምስ ነሮ ዝመጻወቲ ክዕሶ ኣብ ኣስመራ ዝነበረ ቺቸሮ ሓደ ፖለቲሽን ናይ ሮማን ዝነበረ እዩ መዳራ እዩ ብጣዕሚ ውሩይ ሰብ እዩ ነይሩ ብኡ እዩ ተሰሚዩ ካምፖ ቺቸሮ ይበሃል ስለዚ ሲሰሮ እዩ ዝበሃል ብእንግሊዝኛ እሞ እዚ ወዲ እዚ ነቲ ዝመጽእ ዘሎ ጀበና ክኾነልና ምእንቲ ይጽናሕ እዛ ናይ ሎሚ እታ ሓንቲ ክላበወኩም ዝደሊኹ እዛ ናይ ክሪቲካል ቲንኪን ኣጸቢቕና ክንሓስብ እቲ ንብሎ ዘለና ዘረባ ስስምዒት ተደሪኽና ጥራሕ ዘይኮነስ መጀመርያ ነገር የነውረልና እዩ ካብ መዋዕለ ህፃናት ኮይኑ ዝፅሕፎ ዘለዎ ስልግል ብሰብ ስለዚስ በጃኹም እዚ ናይ መኣዲ ልዝብ ስለ ዝኾነስ መዓት ኣሎ ሰብ ከፍልጥ ክፈልጥ ዝመጽእ ብዙሓት ንመሃር ኢና ካብቲ ዝበሃል ዘሎ ነገራት ሕጅስ እንተደሊኹም ተሓወሱና ፅቡቅ ክትሕወሱና ደስ ብለና ግን ፅፍፍ ኢልኩም ውፁ በጃኹም ፀርፊ ሒዝካ ወይ ከምዚ ደረቕ ደቆሮ ተሓሳስባ ሒዝካ ነቲ ዝበሃል ዘሎ ነገር ከተበላሽ ትኾንካ ሓንቲ ነገር ትውስኸሉ ነገር የብልካን እዚኣ ዝብላ ዘለኹስ እንታይ ክትውስኽ እያ ኣደድ ቫልዩ ዝበሃል ኣሎ ኢሳያስ ከማ ይብላ እዩ ኩሉ ግዜ ኣደድ ቫልዩ ዘይብሉ ገለ ይብል እዩ ኣደድ ቫልዩ እንታይ መስለኩም ሓደ ነገር ሲ ወሰኽ ክትገብረሉ ከለኻ ንኣብነት ካብ ካልእ ዓዲ ሓምፂእካ ገለ ወሲኽካ ወይ ዓሽካ ኮይኑ ወይ ገለ ጌርካ ወሰኽ ካብተ ዘምፃእካ ስ ካብኡ ወሰኽ ጌርካ ኣደድ ቫልዩ ክትሸጦ ከለኻ ዝያዳ ክትረብሓሉ ትኽእል ኢኻ ኣብዚ ናትኩም ከኣ ኣነስ ኮመንት ክገብር ደሊ ኣለኹ እዚኣ እታ ኮመንት ናተይ ክብል ከሎ ሓደ ሰብ ተኣድድ ቫሊ እንታይ ምዃና ኣለልዩ እንተዝገብራ ፅቡቅ እዩ ድሓረካ ነውሪ እዩ ምኽሪ እየ ዝህብ ዘለኹ ስለምንታይ ምኽሪ ትህብ ከይትብለኒ ከዓ እዚ ዓንተቦ ሻዕብያ ሕሹ ካባኻ ዝበለኒ ከምዚ ዓይነት ኣይትረክብን ኢኻ ካብ ሻዕብያ ካብ ሻዕብያ እንታይ ኢኻ ትረክብ መስለካ ናይ ሩኳም ሩኳም ናይ ግለት ግለት እዝሮም ከምዚ ኢኻ ትረክብ ዝኾነ ኮይኑ ዓድና ለምቅነ መዓት ቦሽቦሽ እዩ ዘሎ ዳሕራይ ከኣኒ ኦይ ግዲዮን ዓርከይ ብዙሓት ዝወዳደሩኻ መፁ ኣለዉ ብዙሓት ሰባት ኣለዉ እታ ስራሕካ ዝኣትዉ ዘለዎ ስለዚ ተጠንቀቕ ደንጊኻ ከኣኒ ሚኒስተር ናይ ኢንፎርሜሽን ክትከውን ካይልስ ቀደሙ እየ ሰሚዐ ግን ደንጊኻ ሕጂ ከዓ ካልኦት ርእዮም ኣለኹ ብዙሓት ሓደስቲ ኣለዉ ሕልፈ ምስ ተቃውሞ ዝነበሩ ይኣትዉኻ ኣለዉ እዚኦም ጋሕጊሖም ከውጽኡኻ እዮም ክላእ እዚ ቪድዮ እንዳ ዘይረብሕ ከብሉኻ እዮም ስለዚ ተጠንቀቕ ኣነ እንታይ መስለካ እዚኣ ቁርብ ናይ ናይ በለጽ እያ እዛ ናተይ ምክንያቱ ሚኒስተር ምስ ኮንካስ ከም ገለ ጌርካስ ዋስጣ ትገብረለይ ድኸውን ግዲኣን ዓርከይ በጃኻ ዓዲ ናፊቐ ገለባ ግበረኒ ተብሎ ሳርሕ ተፈቒዱ እኳ ኣሎ ንዓ ገለ መለስ ከምኡ ክትብለለይ ስለ ዝደለኹ መንጎኛ ክትኮነኒ ብሕማቅ ኣይኮንኩን ዘልዕለካ ዘለኹ ግን ተስፋ ኣለኒ ናባኻ ብዙሕ ተስፋ ኣለኒ ናባኻ ትሕግዘኒ ኢለ ስለ ዝተኣማመን እዋእ እዚ ኩሉ ናይ ቁልዕነትና ዕርክነት ንሱስ ኣይትጸልሞን ኢኻ ናይና እብለካ ናትና እንዲ ግዲ ወናተይ እንዲ ግዲ ገለ ኢለ ክኮርዓልካ ስለ ዝደሊ እየ ፎቶግራፊራትካ ዝስዕሮ የብሉን እቲ መልእኽቱ ደስ ዘይብለኒ እምበር እቲ ስእልታት ናይ መጨረሻ ዝፈትዎ እቲ መልእኽቲ እውን ክጻወሮ ክእል ናይ ካልእ ከማን ጻወር ኣለይ ሽምካ ዶ ናትካ ዘይጓዳእ ምስኪን ናትካ እንታይ ኣለዎ ወላ ሓንቲ የብሉን እንታይ እዩ ቡን ሰትየ ስፓጌቲ በሊዐ እንታይ ጓዳእ እዚ ወሪዱካ ሕማቕ ኣይትወጻካን እያ ኣብ ደገኹም ብለዩ ኣብ ደገኹም ሙቱ ኣብ ደገኹም ትቐበሩ ከምኡታት ሲ ኣይትብልን ኢኻ ስለዚ ኣይ ሃቭ ኖ ፕሮብለም ናይ ልበይ ዝዛረብ ዘለኹ ባይ ዘ ወይ ምክንያቱ ገለ ገለ ሰባት ስልጠዕኻ ከምዝልካ ገለመለ ገለመለ ኢሎምንስ ኣጋኒኖም ዘሪቦን ወይለይ እሞ ከምኡ ድሕሪ ሓሲቡስ ክቅየመኒ እዩ ዝዓርከይ ኢለቡ እየ ዝዛረብ ዘለኒ ብዝተረፈ ሃገርና ሰላም ትኹን ሰላም ከዓ ክትከውን እያ እቲ ዋጋ እንዳበዝሐ ቁርብ ኮይኑ እምበር እንታይ ከዓ ምግልባጥ መንግስቲ ሓሲቡና ነይሩ ገለመለ ኢሎም ደንጒኹም ከማን እዚ እቶም ኣብኡ ዘለዉ እቶም ፍሩያት ፍሩያት ሰባት ቁሩብ ደንጒኹም ኣለኹም እቲ ቃልሲ ኣይኮነን ደንጒዩ ዘሎ እቶም ክትንቀሳቐሱ ትኽእሉ ሰባት ደንጒኹም እቶም ከተዕርዩ ዝግብኣኩም ሰባት ደንጒኹም እቲ መንግስቲ ዝበሃል ነፍሱ ከዕሪ ህዝቡ ክእክብ ዝግብኦ ዝነበረ ንሱ እዩ ደንጒዩ እቲ ተቃዋማይ ኣይኮነን ደንጒዩ እቲ ኩነታት ኣይኮነን ደንጒዩ ንስኹም ኢኹም ደንጒኹም ከምዛ ዋህሪ ዘይትኽልሱ ዝነበርኩም ሲ እዩ ተሓጺብካ ኣብ ጭቃ ክወድኣልኩም እንታይ ክንብል ነታ ሃገርና ከኣ ይወድኣላ ተማሒርኩም ኣለኹም።